ያው ሽመይ ብሃፍታ ገሰሰ ይበሃል። ያው ዓደይ ደሞ ዞባ ደቡብ ወረዳ እምባላጀ። ያው ኣነ ናብ ገድሊ ዝኣተኹ ክልተ ሽሕን ዓሰርተን ዓመተ ምህረት ማለት እዩ። ያው እኽትሽን ዓሰርተ ዓመት ምረት ናብ ገድሊ ኣትየ ምዕራብ ግንባር ተመዲበ ኣብኡ ሰርሕ ፀኒሐ ማለት እዩ መጀመርያ ሕማራ ተመዲበ ካብ ሕማራ ሒላብ ዝበሃል ቦታ ተመዲበ ካብ ሒላብ ለለ ማይደሌ ዝበሃል ቦታ ተመዲበ ማለት እዩ ኣብዚ ላሰርሕ ክፀኒሐ ያው ኣብቲ ሽዑ ዝነበረ ሰዓት ብጣዕሚ ፅቡቕ ዝነበረ ህይወት ነርና ማለት ፅቡቕ ገድሊ ማለት ጥዑም እዩ መቸስ ካብኡ ያው ኦፕሬሽን ዕስራን ኣርባዕተን ኢላ ኣብ ማይደሊየ ዝበሃል ቦታ ኣብኡ ኢና ኦፕሬሽን ጌርና ጥቅምቲ ማለት እዩ። ካብኡ ያው ኣብኡ ኦፕሬሽን ጌርና ያው ብጣዕሚ ፈታኒ ዝኾነ እንትን ነይሩ ብጣዕሚ ሓያል በቃ ሓያል ማለት እዩ ነይሩ። ካብኡ ያው እቲ ከባቢ ማለት ኮታስ ኩሉ ነገር ብጣዕሚ እዩ ክብድ ነይሩ። እቲ ከባቢ ዝነበሮ እንትን ፅቡቅ ኣይኾነን። እቲ ገድሊ ዋላ ብጣዕሚ በቃ እንትን እዩ ነይሩ ማለት እዩ። ዝሮ ዝሮ ካብ ካብቲ ማይደለዮ ያው ወፂእና ያው ዕለት ዕስራን ሽዱሽተን ዕስራን ሸውዓተን ዕስራን ሸሞንተን በቃ ብጣዕሚ ሓያል ፅዕፁዕ ዝኾነ ውግእ እዩ ነይሩ ማለት እዩ። ሓያል ሓያል ካብኡ ለለ ባሕቲ ዕለት ሓደ ሕዳር ኣብ ደጀና ብጣዕሚ ሓያል ዝኾነ ውግእ በቃ ፈታኒ ዝኾነ ማለት እዩ። ማለት ብጣዕሚ ፈታኒ ዝኾነ ውግእ ያው ጉዕዞ ኮታስ ኩሉ ነገር ኢና ኣሕሊፍና። ያው ኣነ ግን ዝተወቓዕኹሉ ኣብ ዓሰርተ ሸውዓተ ሕዳር እየ ተወቒዐ ማለት እዩ። ክልተ ሽሕን ዓሰርተ ሰለስተን ዓሰርተ ሸውዓተ ሕዳር ድሮን እየ ተወቒዐ። ያው ሽዑ ድሮን ክውቃዕ ከለኹ ብጣዕሚ ኸቢድ ዝኾነ መጉዳእቲ እየ ተጎዲኤ ማለት እዩ። ብጣዕሚ ኸቢድ ዝኾነ ዓሰርተ ሸውዓተ ሕዳር ተወቒዐ ያው። ናብ ዓይደር ብቀጥታ ኣእትዮምኒ። ያው ቡናኤ ገለ እኳ ኣይፈልጥን እየ ነይረ ብዝኾነ ግን ዓይደር ገለ ኣትየ ያው ዓይደር ብጣዕሚ ሕማቕ ዝኾነ ህይወትና ሕማቕ ዝኾነ ቃንዛ መርር ቃንዛ ዝኾነ ኣሕሊፍና ኢና። ልዕሊ ማንም ማለት እዩ ኣብ ኢድ ፀላኢ ኮይንና። እንዳተሓከምና እንዳተቐንዘውና ያው ጠሪዕና ኣይንበክይ ኮታስ ብጣዕሚ ከብድ በቃ ብጣዕሚ ከብድ ዝኾነ ኩነታት ሓሊፍና ኢና። ያው ካብ ዓይደር ለለ ናብ ኣዋሽ ከይደ ካብ ኣዋሽ ናብ ኣኽሱም ሕክምና ለለ ካብ ኣኽሱም ሕክምና ናብዚ መለስ ካምፓስ ያው መፂኤ ያው ኣብቲ ምልስ ካምፓስ ዘለናዮ ለ በቃ እኹል ሕክምና ብዝተኻእለ መጠን እኹል ሕክምና ገይሮምለይ እዮም። ሕዚ ግን እዚ ሓፂን እኒአኒ ብሎናት ናይ ባዕሎም ዝሰርሑለይ ብርከይ እዚ ጠቕላላ እዚ ኣይሰርሕን ኣይንቀሳቐስን ብርኪ እዚ ነዘ ነዘ ክብል ኣይኽእልን። እና ኣብዚ ሕዚ እዋን ያው በቃ ሕክምና የድልየኒ ኣሎ ማለት እዩ። ሕክምና ንኽሕከም ግን ያው በቃ ምስቲ ዘሎ ኩሉ ነገር መድሓንቲ የለ ይግዛእ የለን በቃ እዛ ትራማዶል ንባዕላ ትራማዶል ትሓትት ተለኻስ የለን በቃ ስለዘየለ ውሽጥኻ ስቓይኻ ብውሽጥኻ እንዳገበርካ በቃ ሌሊ ይስመዐካ በቃ ማለት ንሕና ትግራይ ከም ትግራይና ያው ብጣዕሚ ንፈትዋ ኮታስ ኩሉ ነገር ማለት እዩ ህዝብና ለብኡ መጠን ማለት እዩ። ግን እቲ ንረኽቦ ግን ኣይረኸብናን ኢና ማለት ንሳቀ ኣለና። በቃ ሕዚ ኣነ በተለይ ኣብ ሽንቲ ቤት ብጣዕሚ እየ ዝጭገር ብጣዕሚ ማለት እዩ ማለት ክልተ ሽሕን ዓሰርተን ዶወፅእ ኣለኹ ናብ ፍሉይ ሓይሊ ድሕሪ ኡ ገዛይ ተመሊሰ ኣይፈልጥን ማለት እዩ። ዋላ ሕዚ ለ ገዛይ ገጠር እዩ ገዛይ ገጠር ክኸይድ ኣይክእልን ማለት ሽንቲ ቤት ኣይምችወንን። ገለ ገለ ይምችወንን ብጣዕሚ ኣቸጋሪ ዝኾነ ኩነታት ኢና እኒሀና ሕዚ። እሺ እሞ ንመጀመርያ ግዜ ዝተሳተፍክሉ ዓውደ ውግእ ኣበይ እዩ? ንመጀመርያ ግዜ ክትሳተፍ ከለኺ ዝነበረኪ ስምዒት እውን እንታይ ይመስል ነይሩ? ብደንቢ ጌርኪ እስኪ ኣብራህርህልና። መጀመርያ ዓውደ እንትን ዝገበርናሉ ኣብ ብድብድየ ዝበሃል ቦታ ኢና ኦፕሬሽን ገይርና። ካብኡ ካብ ብድብድያ ኣብ ደጀና ካብ ደጀና ለለ ኣብዚ ሽረ ከባቢ በለስ ዝበሃል እኒኦ ቦታ ኣብ በለስ ካብ በለስ ለለ ያው ኣብ ምፍላይ ብጣዕሚ ፈታኒ ዝነበረ ኩነታት ማለት እዩ። ካብ ምፍላይ ያው ዕለት ዓሰርተ ክልተ ዓሰርተ ሰለስተ ኣብ ምፍላይ ውዒልና ብጣዕሚ ሓያል ውግእ ፅዕፁዕ ውግእ እዩ ነይሩ። ካብኡ ካብ ምፍልላይ ለለ ናብ ድጉም ሓውዜን ከይድና ዓሰርተ ሓሙሽተ፣ ዓሰርተ ሽዱሽተ ክሻዕ ዓሰርተ ሸውዓተ እቲ ውግእ ውዒልና በቃ ቀትሪ ይኹን ለይቲ ብዘየገድስ ማለት እዩ ካብኡ ዓሰርተ ሸውዓተ ድሕሪ ሰዓት ኣነ ተወቒዐ ብድሮን ማለት እዩ። ብፆት እዮም ነይሮም ወዲያው ማለት ኣብ ፀላኢ ኣትየ ነይረ ዓሰርተ ሸውዓተ ሕዳር ማለት እዩ ብቀጥታ ንዓይደረ እትዮምኒ ማለት እዩ ካብኡ ዓይደረ እትዮም ገለ ያው ብጣዕሚ ያው እቶም ምሳይ ዝኣተዩ ሕክምና ንባዕሎም ኣውጺሖምኒ'ዮም ናብ ገድሎም ተመሊሶም። ካብኡ ኣነ ግን ኣብቲ ዓይደር ኮይነ ብጣዕሚ ሕማቕና ጽቡቕ ህይወት ርእየ እየ ማለት እዩ ብጣዕሚ ብጣዕሚ በቃ ማለት ንዓይ ኢሎም ብዙሓት ዝኸፈሉ መስዋእቲ ሕብረተሰብ ሓኻይም ደጓትር ብስሩ ማለት ከየመስግንኩም ዝደሊ ደጓትር እና ነርስታት ኮታስ እቲ ሕብረተሰብ በቃ ልዕሊ ማንም መስዋእቲ ዝኸፈሉልና ኣብ ዓይደርሲ እኒኦው። እና ንሕና ኣብ ዓይደር ኮይና ንጥቆም ተጠቂምና ለለ ንደገ የውፅና ኣብኡ ደገ ወፂና ኣብኡ ይሓውኡና ገለገለ በቃ ብጣዕሚ ሕማቕ ሂወት ኢና ሓሊፍና ያው ሕማቕ ሂወት ሓሊፍና ግን ናብዛ ንፋስ እዚኣ በፂሕና ኢና ከም ብፃሕ መጠን ግን ኣነ ንባዕለይ ሕዚ በቃ ብጣዕሚ ሓያል ስቓይ እኒአኒ ማለት ብርከይ ከምዚ ኢለኩ ዘለኹ ኣይዕፀፍን እስኪ ኣብ ናይ ምግዳል ህይወት ቀሊል ግዜ እውን ኣይኮንክን ጸኒሕኸና ኣብ ናይ ምግዳል ህይወትኪ ካብ ዘጋጠሙኺ ተጓንፎታት ኣይርስዖም እንትብሉ እዮም ኩሉ ግዜ ካብ ሕሊና ይጠፍእን ትብሉ የተጓንፎት ኣሉ ኩሉ ፈታን እዩ ነይሩ በቃ ማለት ኣብቲ ሽዑ ሰዓት ውሑዳት ኢና ነርና ብጣዕሚ ፈታኒ በቃ ዋላ ኣብቲ መጀመርያ ኦፕሬሽን ካብኡ ኣብ ደጀና ዕለት ሓደ ዝተኻየደ ውግእ፣ ኣብ በለስ ዝተኻየደ ውግእ፣ ኣብ ምፍላይ ብተለይ ኣብ ምፍላይ ብጣዕሚ ሓያል ውግእ ነይሩ ማለት እዩ። ካብኡ ለለ ኣብቲ ድጉም ሓውዜን ዝበለኩ ዘለኹ ብጣዕሚ ፈታኒ ማለት እዩ። ብድሮን ኮታስ ብኹሉ ነገር ኢና ንድብደብ ነይርና። በቃ ብጣዕሚ ይኸብድ ብቻ ማለት ንሕና ከምቲ ዝበለኩ ዘለኹ ብጣዕሚ ውሑዳት ኢና ነይርና ውሑዳት ኢና ንሶም ያው ብጣዕሚ ምስ ታንኮም ኮታስ ምስ ኩሉ ነገሮም ማለት እዩ ያው ንሕና ኣብቲ ሽዑ ዝነበረና እቲ ዝዓበየ መሳርያ ዝበሃል ንሕና ያው ድሽካ እዩ ነይርና ማለት እዩ ኣብኡ ግን ያው ብጣዕሚ ፈታኒ ዝኾነ ግዜ እዩ ነይሩኒ ለዚ ኣብ ሽዑ ኣጋ ኢንተርቪ ገለ ተገይሩኒ ነይሩ ማለት እዩ ኢንተርቪ ዝገብሩ ገለ መፅዮም ነይሮም ኢንተርቪ ተገይርና ገለ መለ ያው ብጣዕሚ ፈታኒ ዝኾነ ኩነታት እዩ ነይሩ ማለት እዩ ዋላ ካብ መጀመርያ ሕዝና ብሱሩ ክንሰዓር ኢና ዝበሃል ኣቋም ኣይነበረናን ብጥራሽ ማለት እዩ ዋላ ዓሰርተ ንኹን ማለት እዩ በቃ ሓንቲ ጋንታ ኮይና ዕስራ ዕስራን ሓሙሽተን ኮይና ሲ ንበርጌድ ዝኣክል ንዕኦም ኢና እንትን ንብሎም ነይርና ማለት እዩ ብስሩ ብስረፍቲ ሽዑ ሰዓት ሲ ፍርሒ ዝበሃል በጥራሽ ኣይነበረናን ማለት እዩ ክትቃለሲ ከለኺ ዝኾነ ናይ ባዕልኪ ዕላማ ነይሩኪ እና ዝተቓለስክሉ ዕላማ ባህግኺ ርኢኽዮ ዶ? ትግራይስ ከምታ ትደልያ ከምታ ትብህግያ ትግራይ ኮይና ርኢኽያ ዶ? እንታይ ክትከውን ኢኺ ትደልያ ነይርኪ? ያው ባህግኺ ከመይ እዩ ዝብል ሕቶ ማለት እዩ ያው ኣነ ትግራይ ትግራይ ንዓደይ ዘይክፈል መስዋእቲ የለይ ያው እውን ከፊልና ኣላ ኢና ማለት እዩ። እቲ ህዝብና ኮታስ እቲ ሕብረተሰብና እውን ልዕሊ ማንም ልዕሊ እቲ ንሕና ዝኸፈልናዮ ብኹሉ መዳይ ከፊሉልና እዩ ማለት እዩ። እና ትግራይና ክንዲ እቲ ንደልዮ ኣይኾነትልናን። ማለት ያው ንሕና ትግራይና ሃገረ ትግራይ ኾይና ንኽንሪኣ እዩ ነይሩ ተስፋና። ያው ማለት ካብቲ ዝነበረ ኩሉ ነገር ያው እቲ ዝሐሸ እዩ ክትብሎ ትኽእል ኢኻ። ሕዚ ግን ያው ከምኡ ከብለን ዝኸኣለ እውን ያው ተፈናቐልቲ ናይ ዞባ ምዕራብ ይኹን ኮታስ ናይ ዞባ ደቡብ በቃ ብቢ ዘሎ ዞባኡ ማለት እዩ ተፈናቒሎም ብጥምየት ህፃናት ይሞቱ እዮም ዘለዉ። እዚኦም ተዘይተመሊሶም ድማ ንሕና ኩሉ ግዜ ሕሙማት ኢና ኣብ ውሽጥና ማለት እዩ። ብጣዕሚ በቃ እቲ ዘየለ ስምዒት እዩ ዘለና። ማለት ንሕና ሓንቲ ጓል ምዕራብ ዘላ ተጋዳሊት ወይ ከዓ ሓደ ወዲ ምዕራብ ወይ ከዓ ወዲ ዞባ ደቡብ ዘለዉ ተጋደልቲ እዚኦም በቃ እንኦም ጠምያ ብዘይ ኮነ ነገር ክትፍለዮ ከላ ካብ ዓለም ኮታስ ህፃውንቲ ብጥምየት ብገለ ገለ ክፍለዩ ከለዉ ካብ እንትን ብጣዕሚ ዘሕዝን ማለት እዩ። ንሕና እውን እዚ በቃ ዓድና ሙሉእ እንትን ኮይና ሓራ ከይኮነት ውሽጥናስ ሕሙማት ኢና በቃ። ኣነ ሕዚ ዘለኹሉ ቦታ መለስ ካምፓስ እዩ ማለት እዩ። ያው መለስ ካምፓስ ኣብኡ ኣብ ሕክምና ኢና ዘለና። ኣብኡ ግን ያው ከምቲ ዝብለኪ ዘለኹ እዚ ኩሉ ሓፂን እዩ ዝኒኤ ውሽጢ ሓፂን ዝተሰርሐለይ ማለት እዩ። እዛ ብርኪ እዚኣለ ንኽትስራሕ እያ ማለት እዩ።